ሰላም ከመይ ጸኒሕኹም ክቡራት ተኸታተልቲ መደባትና ንሎሚ ድማ ሴፍ ሞድ እንታይ እዩ ዝብል ዝተዳለወ ትምህርቲ ሒዘልኩም መፅ ኣለኹ ክትከታተሉ ብክብሪ ይዕድም። ሓደ ሓደ ግዜ ኣብ ኮምፒውተርና ካልእ ንብረት ወይ ድማ ፐሪፈራል ወይ ድማ ተወሳኺ ንብረት ኣላጊብና ዝኾነ ድራይቨር ምፅዓና ኮምፒውተርና ጠጠው ትብል ወይ ድማ ምስራሕ ትኣብየና ወይ ድማ ምውላዕ ትኣብየና ማለት እዩ ሕጂ ኣብ ከምዚ ዓይነት ኩነታት በዚ ሴፍ ሞድ ዝብል ተጠቂምና ናይ ብሓቂ እቲ ድራይቨር ድዩ ፀገም ኣምፂላ ዘሎ ዋላ ካልእ ሽግር እዩ ዘለዋ ንክንፈልጥ ይሕግዘና ማለት እዚ ሴፍ ሞድ ሴፍ ሞድ ሕጂ እንታይ ዝገብር ነታ ኮምፒውተርና ብውሱን እቶም ኣገደስቲ ዝበሃሉ ድራይቨርስ ከምኡውን ሰርቪስስ ጥራይ ብምውላዕ ነታ ኮምፒውተርና ከም ትብገስ ወይ ድማ ከም ትጅምር ይገብራ ማለት እዩ ስለዚ እቶም ድሒርና ዝፀዓናዮም ድራይቨርስ ወይ ድማ ተወሰኺ ሰርቪስስ እንታይኮኑ ኣይትስኡን እዮም ማለት እዩ ሕጂ ንሳቶም ምናልባት ፀገማት ፈጢሮምና ክኾኑ ስለ ዝኽእሉ ምውላዕ ኣብጣቢና እዋን ሓደ ካብቲ ክንፍትኖ ዘለና በዚ ሴፍ ሞድ ተጠቂምና ነታ ኮምፒውተርና ከም ትውላዕ ንገብራ እሞኒ ሕጂ ኮምፒውተርና ዩዥዋል ክትውላዕ ከላ ብዙሓት ዓይነት ድራይቨርስ ኣለዉ ትገብር ማለት እዩ እዚኣቶም ነቲ ኦፐሬቲንግ ሲስተም ምስቶም ንብረታት ናይታ ኮምፒውተር ናብ ውሽጣ ዘሎ ክኾኑ ይኽእሉ ዋላ ብደገ ዘራኸብናዮም ንብረት ከም ዝዘራረቡ ዝገብሩ ሶፍትዌራት እዮም ወይ ድማ እታ ኮምፒውተር ፕሮፐርሊ ንክሰርሕ ዘኽእልዋ ፋንክሽን ንክትገብር ዘኽእልዋ ሶፍትዌራት እዚኦም ድራይቨርስ ኢልና ኢና ንፅዋዕ ማለት እዩ ሕጂ ሓደ ሓደ ግዜ ንብረት ምስ ወሰኽና ኣለነታ ኮምፒውተርና ምስራሕ ተኣብየና ሕጂ ምስራሕ እንድሕር ዳ ኣብያትና ኮይና ወይ ምውላዕ እንድሕር ኣብያትና ኮይና ናይ ብሓቂ እቶም ድራይቨርስ ድዮም ነዚ ከም ዘይትሰርሕ ዝገብሩዋ ዘለዎ ወይ ከም ዘይትውላዕ ዝገብሩዋ ዘለዎ ዋላስ ካልእ ትፀገም ኢልና ቸክ ኣብ ንገብረሉ እዋን ሓደ ክንጥቀመሉ ዘለና እዚ ናይ ሴፍ ሞድ ኣማራፂ እዩ ማለት እዩ ብሴቭ ሞድ ከም ትውላዕ ንገብራ እሞ እታ ኮምፒውተርና በቶም ኮር ዝበሃሉ ድራይቨርስ ኤንድ ሰርቪስስ ጥራያ ትውልዕ እቲ ካልእ ሰርቪስስ ኩሉ ተጥፎ እቶም ካልኦት ዓይነት ድራይቨርስ ኩሎም ተጥፎም ኣይትውልዖም ኢና ማለት እዩ ብድሕሪኡ እንድሕዳ ፅቡቅ ጀሚራትና ምናልባት ገለ ናይ ድራይቨር ፀገም ከምኡ ገይርዋ ክኸውን ከም ዝኽእል ክንፈልጥ ተኽእለና ማለት እዩ ሓራይ ብኸመይ ኣገባብ ኢና ሓንቲ ኮምፒውተርና ብሴቭ ሞድ ከም ትውላዕ ክንገብራ ንኽእል እዚ እታ ኮምፒውተርና ብሴፍ ሞድ እንድሕር ዳ ወሊዕና እቶም ኣዝዮም ውሑዳት ዝኾኑ ድራይቨርስ ጥራይ ነታ ኮምፒውተር ንክትብገስ ዘድልይዋ ርያ ሒዛ እያ ትውላዕ ማለት እዩ እንድሕር ዳ ብሴፍ ሞድ ጌርና እንድሕር ዳ ኖርማሊ ከም ትውላዕ እንድሕር ጌርና ከምቲ ኩሉ ግዜ ንገብሮ ግን ብዙሓት ዓይነት ድራይቨርስ ከም ዝውልዑ ወይ ድማ ከም ዝሰርሑ ስለ ትገብር ኣብ ከምኡ ዝኾነ ዓይነት ፀገማት በቶም ድራይቨርስ እንድሕዳ ተኸሲቱ እታ ኮምፒተርና ጠቕላላ ዘይቲ ክትውላዕ እውን እትኽእል እያ ማለት እዩ ሕጂ በዚ ሰይድ ሞር ጌርና ንውልዖ ግን ኣዝዮም ውሕዳት ዝኾኑ ድራይቨርስ ነታ ኮምፒውተር ሎድ ንክትገብር ንኣብነት ናይ ማውዝ ናይ ኪቦርድ ናይ ዲስፕለይ ድራይቨርስ ጥራይ ተጠቂማ ሲ ከም ትውላዕ ይገብራ ማለት እዩ ሴፍ ሞድ ሕራይ ስለምንታይ ኢና ሴቭ ሞድ እንጥቀመሉ? ሕራይ ሓደ ግዜ ንኣብነት ኬድኩም ነታ ኮምፒውተርኩም ምስ ወላዕኹማ እታ ኮምፒውተርኩም ምውላዕ ትኣቢ ወይ ድማ ውልዕ ኢላ ክራሽ ጌራ ትጠፍእ መሊስኩም ትውልዕዋ ክራሽ ጌራ ትጠፍእ መሊስኩም ትውልዕዋ ክራሽ ጌራ ትጠፍእ ወይ ከዓ ትውልዕዋ እሞ ጠላላ ዘይትውላዕ ትኣብኩም ትኸውን ሕጂ ኣብ ከምዚ ሕጂ ብዙሕ ፀገማት ከምኡ ገይርዋ ክኸውን ይኽእል እዩ ማለት እዩ ብዙሕ ዓይነት ሪዘንስ ክህልው ይኽእሉ እዮም ሓደ ካብኡ ናይ ቫይረስ ክኸውን ይኽእል እዩ ቫይረስ እንድሕር ኣትይዋ ከምኡ ክትከውን ትኽእል እያ ማልዌር እንድሕር ዳ ኣትይዋ ኮይኑ ከምኡ ክገብር ይኽእል እዩ ኦፐሬቲንግ ሲስተም ማለት እዩ ከምዚ ውልዕ ኢሉ ሲ ክራሽ ገይሩ ሲ ይጠፍእ ዓይነት ማለት እዩ ወይ ድማ እቲ ናታ ኦፐሬቲንግ ሲስተም ዘለዎ ፋይላት ኮራፕት ኮይኖም ክኾኑ ይኽእሉ እዮም ገለገለ ፋይላት ይድምሰስዋ እሞ ሽዑ ውልዕ ኢላ እንታይ ትኸውን ተኣብየኩም ውላዕ ማለት እዩ ናብቲ ቀንዲ ዊንዶውስ ናብቲ ናትኩም ዴስክቶፕ ሲ ምእታው ትኣብ ማለት እዩ ከምኡውን ካልእ ነገር እውን ክኸውን ይኽእል ማለት እዩ ከምዚ ኩነታት ኢና ንጥቀም እዚ ሴፍ ሞድ ዝበሃል ክንጥቀመሉ ንኽእል ኢና ማለት ሓደ ኣማራፂ እንዲዚ እዚታይ ዝገብር ነቲ ኦፕሬቲንግ ሲስተምና ብኣዝዩ ውሕድ ዝኾነ ድራይቨር ስትራይ ተጠቂሙ ከም ዝውላዕ ይገብር ማለት እዩ ሕጂ እቶም ቫይረስስ ወይ ድማ እቶም ማልዌር ዝበልናዮም ወይ እቶም ኮራፕት ፋይልስ እንታይ ይኾኑ ኣለዉ ማለት እዩ ኣይትስኡን እዮም ወይ ከዓ ሎድ ስለ ዘይገብሩ ኤግዘኪዩት ስለ ዘይገብሩ እሳቶም ብሎክ ክገብሩ ኣይክእሉን እዮም ነታ ኮምፒተር ንኣብነት ቫይረስ ኣትዋ ወይ ማልዌር ኣትዋ ንሕዳ ክትውልዕዋ ከለዎም ውልዕ ኢላ ክራሽ ትገብር ንሕር ኮይና ሴፍ ሞድ ንሕር ወሊዕኹም ማእዝ ማልዌር ኣክቲቬት ስለ ዘይከውን ወይ ድማ ስለ ስርሑ ዘይጅምር እንታይ ክኾን ኣሎም መሲልኩም ኣይ ክራሽ ንክገብራስ ኣይክእልን እዩ ማለት እዩ ሕጂ ኣብ ከምዚ ኩነታት እንታይ ክኸውን ይኽእል እቲ ፕሮብለም ናይታ ኮምፒተር ንክትፈልጥዎም ንክተዕርዎም ቁሩብ ከም ኣማራፂ ክንጥቀመሉ እንኽእል እዚ ሞድ እዚ ማለት እዚ ሴፍ ሞድ ኢልና ንፅውዖ እዩ ማለት እዩ ሞድ ኣብ ጥቀምሉ እዋን ከምቲ ዝበልናዮ ኣቐዲምና ኩሎም ቶም ድራይቨርስ ፕሮፐርሊ ስለ ሎድ ዘይኮኑ ውሕድ ድራይቨር ስለትጥቀም ትናታትኩም ናይ ስክሪን ሪዞሉሽን እንታይ ኮይኑ ዝረኣ ይኮኑ ካብዚ ፀልማት ስክሪን ጥራይ ኮይኑ ዝመፅእ ማለት እዩ ዝተወሰኑ ኣብ ሴምራን ዝገቡ ከምኡ ዝተፈላለዩ ኣፕሊኬሽን ዝፀዓናዮም ዳርጋ ኩሎም ኣይክሰርሑን እዮም ሕጂ ከሚሳት ኣለኩም ካልኣይ ነገር እቲ ስፒድ ናተ ከዓኒ ኣዝዩ ውሕድ እዩ ዝኸውን ማለት እዩ ብውሕዳት ድራይቨር ስረ ትሰርሕ ዘላ እታ ኮምፒተርና እቲ ናታ ስፒድ ውሕድ ይኸውን እቶም ዝበዝሑ ኣፕሊኬሽን ኣይሰርሑን እዮም እቲ ናቱ ስክሪን ሪዞሉሽን ከዓ እንታይ ይኸውን ከምዚ ሞት ዝበለ ዓይነት ስክሪን ሪዞሉሽን ኮይኑ ይረኣየና ማለት እዩ ሕጂ እዚ ታይ ይሕግዘና መሲልኩም ኣብ መብዛሕትኡ እዋን ንዓና ዘገድሰና እቲ ዳታ ኣቐሚጥናዮ ዘለና ኣብቲ ኮምፒውተርና እዩ ሕጂ እታ ኮምፒውተርና ኣብ ክትዕርየሉ ዘይትኽእል ወይ ድማ እቲ ናታ ኦፕሬቲንግ ሲስተም ድሕዳ ክራሽ ገይሩ ሲ እቲ ዳታና ንኸነውፅእ ኸማን ሓደ ዕድል ይፈጥረልና ማለት እዩ ሴፍ ሞድ ሕጂ ኣብ ከምኡ ኣዝዩ ሓጋዚ እዩ ሴፍ ሞድ ኣቲኻ ዳታኻ ተውፅኦ እሞ ድሓር ፎርማት ጌርካ ሊኻ ዋላ ከም ብሓድሽ እውን ክትፅዕና ትኽእል ነታ ኮምፒውተርካ ማለት እዩ ሕጂ እዞም ድራይቨርስ እዚኣቶም እንድሕር ደኣ ከምዚ ስክሪንኩም ፅቡቅ ሪዞሉሽን ዘይሃልዎ ኣፕሊኬሽን ናንተ ዘይገይሩ ወይ ድማ እንድሕር ደኣ ዝሒላትኩም ሲ ከምዚ ኣይትገረሙ ኢኹም እቲ ድራይቨርስ ናትና ሎድ ስለ ዘይገበረ እዩ ከምኡ ዝኸውን ዘሎ ማለት እዩ ሕራይ ሴፍ ሞድ ክንጥቀመሉ ምስ ንደሊ ኣብ ዊንዶውስ 8.1 ከምኡውን ልዕሊኡ ዘለዉ ከም በዓል ዊንዶውስ 10 ኣብ ስታርት ባተን ንኣቱ ሞኒ እታ ፓወር ኣላትና መጥፊት ማለት እዩ ኣባና ነፀቅጥ ድሕሪኡ እንታይ ኢና ንገብር ሽፍት ፀቂጥና ኣብቲ ኪቦርድና ሽፍት ኪ ኣላትና ሽፍት ኪ ፀቂጥና ነታ ሪስታርት ትብል ንዓ ኢና ክሊክ ንገብራ ማለት እዩ ሽፍት ፀቂጥና ክሊክ ንገብር ብድሕሪኡ እታ ኮምፒተርና ሪስታርት ምስ ገበረት ናብዚ ኣድቫንስድ ኦፕሽን ክትኣቱ እያ ተረዲእኩም ኣሎ ናብዚ ምስ ኣተወት እንታይ ኢኹም ትመርፁ ንስኻትኩም ሓደ ሜኑ ምስ መፀ ኣብ ትራብል ሹት ዝብል ክትኣትው ኢኹም ምስ ጀመረት ማለት እዩ ሪስታርት ምስ ገበረት ሽፍት ፀቂጥኩም ሪስታርት ምስ በልኩማ ሓደ ሜኑ ክመፀልኩም እዩ ኣብቲ ሜኑ ትራብል ሹት ዝብል ኣሎ ኣብኡ ክትኣትው ኢኹም ብድሕሪ ኣድቫንስድ ኦፕሽንስ ዝብል ክትኣትው ኢኹም ማለት እዩ ከምዚ ንሪኦ ዘለና እቲ ናይ ኣድቫንስድ ኦፕሽን ዊንዶው ከዓ ከምዚ ኢሉ ክመፀልኩም እኒ ብድሕሪኡ ስታርት ኣብ ሴቲንግስ ትብል ኣላ እዚኣ ኣብዚኣ ክትኣትዉ ኢኹም ኣብዚኣ ስታርት ኣብ ሴቲንግ ምስ ኣተኹም ቀፂልኩም ሽዑ እንታይ ኹም ክትገብሩ ማለት እዩ ሪስታርት ትፀቕጡ ማለት እዩ ሕጂ ብዚ እንታይ ኢኔብል ጌርና ኣለና ድሕዳ ኣንቢብኩም ድሕዳ ሪስታርት ጌርኩማ ሲ ዩ ኣር ኢኔብሊንግ ሴፍ ሞድ ማለት እዩ ሴፍ ሞድ ኢነብል ትገብርዎ ኣለኹም ማለት እዩ ስለዚ ኣብዚ እንታይ ክትገብሩ ኢኹም ሪስታርት ዝብል ኣለና ኣብዚ ሪስታርት ንገብራ ማለት እዩ ኮምፒውተርና ድሕሪ እታ ኮምፒውተርና ሪስታርት ክትገብር እያ መሊሳ ሪስታርት ምስ ገበረ ሽዑ ሓደ ሜኑ ከተምፃልኩም እያ እቲ ሜኑ ቀፂልና ክንሪኦ ኢና ኣብኡ ሽዑ ቁፅሪ 4 ዘላ ኢነብል ሴፍ ሞድ እትብል ዘላ ንዓ ክትፀውጥዋ ኢኹም ተረዳዲና ቁፅሪ ኣርባዕተ ክትፀቕጥዋ ኢኹም ማለት እዩ እታ ዊንዶው ከምዚ ንሪኦ ዘለና ቁፅሪ ኣርባዕተን ቁፅሪ ሓሙሽተን እንድያ መፅያ ዘላ ቁፅሪ ኣርባዕተ ኣላትኩም ድሓን ብቁፅሪ ኣርባዕተ ክንሰርሕ ንኽእል ኢና ቁፅሪ ኣርባዕተ ትፀቕጡ ማለት እዩ ብድሕሪ እታ ኮምፒውተርኩም ኣውቶማቲካሊ ኣብ ሴፍ ሞድ ኣትያ ክትመፅያ ማለት እዩ ተረዳዲና ኣለና ብሴፍ ሞድ ክትጅምር እያ ራይ ቀፂልና ንሪኦ ድማ ከመይ ጌርና ኢና ኣብ በዓል ዊንዶውስ 7 ከምኡውን ቅድሚ ዊንዶውስ 7 ዝተሰርሐ ኦፐሬቲንግ ሲስተም ሴቭ ሞድ ንጥቀመሉ ዝብል ንሕዳረ ደሊና ከዓ ኮምፒተር ዊንዶውስ 7 ወይ ከዓ ትሕቲኡ ንሕር ኮይና መጀመርታ ወልዕዋታ ኮምፒተር ወይ ድማ ሪስታርት ግበርዋ ንሕዳ ክሰርሑላ ፀኒሖም ኮንኩም ብድሕሪ እታ ኤፍ8 ኣላትኩም ኣብታ ላዕሊ ኣብቲ ኪቦርድኹም ኤፍ8 ኣብታ ፋንክሽን ኪ ንዓኣ ቅድሚ እታ ዊንዶውስ ሎጎ ምምፃኣ ሪስታርት ምስ ገበረታ ኮምፒውተርኩም ሲ ቅድሚ ሙሉእ ሙሉእ ምጅማራ እታ ኮምፒውተር ቀልጢፍኩም ኤፍኤት ክትፀቕጡ ኣለኩም ማለት እዩ ኤፍኤት ምስ ፀቕጥኩም ሽዑ ሓደ ሜኑ ክመፀልኩም እዩ ኣብቲ ሜኑ ሽዑ ሴፍ ሞድ እትብል ኣላ ንዓ ትፀቕጥቋ ማለት እዩ ኢንተር ምስ ሃረምኩም እታ ኮምፒውተርኩም ናብ ሴፍ ሞድ ትኣቱ ልክዕ ትሜኑ ዝመፀና እዚ እዩ ማለት እዩ ጅብዚ ይቕሬታ ኣብዚ ሕጂ ሴፍ ሞድ ዝብል ኣለና ማለት እዩ ነዚኣ ኢኹም ትጥቀሙላ ማለት እዩ ድሓር ብሴፍ ሞድ ዝሰራሕሞ ፋይላትኩም ምስ ወፃኹም ገለገለ ከዓ ድሓር ከም ዝመፅልኩም ዊንዶ ስታርት ዊንዶስ ኖርማል ዝብል ኣሎ ምስ ወዳኹም ኖርማሊ ከተጀምሩዋ ትኽእሉ ኢኹም ማለት እዩ ሕጂ ንዕብ ተዓርያትልኩም ማለት እዩ መብዛሕትኡ እዋን እዚ ሴፍ ሞድ እቶም ቴክኒሻናት እዮም ዝጥቀምሉ ሕጂ ንዓና ንኣፍልጦ ኢና እንሻሎ ከመይ ጌርካ ክራሽ እናገበረት ንዕረብሻትካ ሓንቲ ኮምፒተርካስ ከመይ ጌርካ ተገደደስ ዳታኻ ክትወፅኦ ትኽእል እቲ ዘረባ ማለት እዩ እበር መብዛሕትኦም እቶም ቴክኒሻናት እዮም ዝጥቀምሉ ሕጂ ኣብዚ ሴፍ ሞድ ዝብል መሪፅና ድማ ንኣቱ ማለት እዩ ሕራይ ማክ ኦፐሬቲንግ ሲስተም ድሕር ኣለኩምከ ኣብ ማክ ድማ እታ ኮምፒውተር ክመልዕዋ ወይ ድማ ሪስታርት ትግበርዋ እሞኒ ቡት እናገበረት ከላ ቀልጢፍኩም እንታይ ክትገብሩ ኣለኩም ማለት እዩ ነታ ሽፍት ኪ ክትፀውጥዋ ኣለኩም ቅድሚ እታ ኣፕል ሎጎ ምምፃኣ ሽፍት ኪ ክትፀውጥዋ ማለት እዩ ሽዑ እታ ሎጎ ምስ መፀታ ናይ ኣፕል ክትጅምር ከላ ማለት እዩ ነታ ሽፍት ትፍንዋ ብድሕሪ እታ ኮምፒውተርኩም ኣብ ሴፍ ሞድ ትኣቱ ማለት እዩ ሕራይ ኣብ ሴፍ ሞድ ምስ ኣተኻስ እንታይ ኢኻ ትገብር ገለገለ ጸገማት ኣብ ሴፍ ሞድ ምስ ኣተና ብቐሊሉ ክንፈትሖም ንኽእል ንኸውን ኢና ገለገለ ጸገማት ግን ኣዝዮም ክኸብዱና እውን ይኽእሉ እዮም ማለት እዩ ብነት እንድሕዳ ማልዌር እዩ ነዛ ኮምፒውተረይስ ከምዚ ገይሩ ኣበላሽዋ ዘሎ ወይ ከምዘይትስእ ገይርዋ ዘሎ ኢልኩም ወይ ቫይረስ እዩ ኢልኩም ድሕዳ ትሓስቡ ኮንኩም ኣብ ሴፍ ሞድ ምስ ኣተኹም ነቲ ኣንቲቫይረስ ኣፕሊኬሽንኩም ራን ግበርዎ ራን ጌርኩም እታ ኮምፒውተር ብምሉ ኣፅሪዋ ማለት እዩ ተረዳያትኩም ኣላ ሕጂ ኖርማሊ ክትትፅዋ ከሎም እታ ኮምፒውተር እንታይ እያ ትገብር ዘላ ክራሽ እያ ትገብር ዘላ ጅምራ ኣቢላስ ክራሽ ትገብር ወይ ምስ ኣተወት ናብቲ ዊንዶውስ ክራሽ ትገብር ረብሻትኩም ኣላ ማለት እዩ ሕጂ ቫይረስ ክኸውን ስለ ዝኽእል እቲ ቀዳማይ ትገብርዎ ዘለኩም ብሴቭ ሞድ ምስ ኣተኹም እቲ ኣንቲቫይረስ ፕሮግራምኩም እንታይ ትገብሮ ንዑ ራን ጌርኩም ስካን ትገብርዋ እታ ኮምፒውተር ማለት እዩ ሕጂ እቲ ማልዌር እንታይ ዝኸውን ዘሎ ኣብ ሴፍ ሞድ ኣክቲቬት ስለ ዘይኮነ ዘሎ ወይ ድማ ከምዚ ደቂሱ ስለ ዘሎ እቲ ኣንቲቫይረስ ክድምስሶ ልዑል ተኽእሎ ኣሎ ማለት እዩ ድሓረይ ሽዑ ኮምፒውተርኩም ስካን ጌራ ምስ ወደት ሪስታርት ምስ ገበርኩማ ምናልባት እቲ ማልዌር ንሕዳ ተደምሲሱ ከም ንቡር ጥዑይ ክሰርሓልኩም ትጅምር ትኸውን ማለት እዩ ሕጂ ሓደ ካብቲ ጥቕሚ ናይ ሴፍ ሞድ እዚ እዩ ዝኾነ ዓይነት ማልዌር ምስ ዝኣትዋ ኮምፒውተርና ብኣንቲቫይረስ ኣፕሊኬሽን ተጠቂምና ንኸነፅርያ የኽእለና ኣሎ ማለት እዩ እቲ ካልኣይ ከዓኒ እንታይ ኣለና ምስ ኢልኩም ሓደ ፕሮግራም ትፅዕንዋ እሞኒ እቲ ፕሮግራም ምስ ፀዓንኩም ማታ ኮምፒውተርኩም ሕማም ይጅምራ ማለት እዩ ከምዚ ዝበልናዮ ክራሽ ትገብር ወይ ሃንደበት ሪሳር ትገብረካ ወይ ዝኾነ በቃ ምስራሕ እንድሕር ከሊኣትካ ሕጂ እንድሕር ዳእታ ዝፀዓንኩማ ፕሮግራም ክትከውን ትኽእል ኢልኩም እንድሕር ገሚትኩም እንታይ ትገብሩ ኣብ ሰይፍ ሞድ ኣቲኹም ነታ ፕሮግራም ኣንኢንስታል ትገብሩ ማለት እዩ ሕጂ ሓደ ዕድል ከዓ እዚ ይህበኩም ኣሎ ማለት እዩ እዚ እተን ክልተ ቀንዲ ንጥቀመለን ማለት ከም ቴክኒሽናት ንጥቀመለን እዚአን ሴፍ ሞድ እዘን ክልተ እዚአን ኣዝየን ውፅኢታውያንን ኣገደስትን እዩ ምናልባት እቲ ድራይቨርስ ናይታ ኮምፒውተርና እሱ እዩ ንሕዳ ፀገም ገይርላ ዘሎ እዛ ኮምፒውተርና ኣንስቴብል ክትኾና ክኢልዋ ዘሎ ኢልኩም እንተ ሓሲብኩም ከዓ ምስ ኢንተርነት ብምልጋብ ነታ ኮምፒተርኩም ነቲ ድራይቨርስ ኣፕደይት ንክትገብሮ ከዓ የኽእለካ ማለት እዩ ሴፍ ሞድ እንብሎ ዘለና ብሴፍ ሞድ ኣትኻ እቲ ድራይቨርስ ናትካ ብሙሉ ኣፕደይት ትገብሮ እሞ እዚ እቲ ድራይቨርስ ናትካ ጥዑይ ይኸውን ፅቡቅ ከዓ ክስራሓ ይጅምር ነታ ኮምፒተር ማለት እዩ እዚ ከዓ ሳልሳይ ጥቕሚ ናይ ሴፍ ሞድ እዩ ሕራይ እዚ ኩሉ ተጠቂምካ ግን ዋላ ብሴፍ ሞድ ምስ ኣተኻ እታ ኮምፒተርካ መሊሳ ክራሽ ትገብር እንድሕር ሃልያኻ ድሕር ኣብ ከምዚ ደረጃ በፂሕኻ ምናልባት ናይ ሃርድዌር ፀገም ጌራ ክትከውን ስለ ትኽእል ብዝተኻለ መጠን ናብ ቴክኒሻን ክትወስዳ ጥራይ እዩ ዘለካ ማለት እዩ ተረዳዲና ኣለና ምናልባት ዝኾነ ኢንተርናል ዝኾነ ፌይለር ኣጓኒፍዋ ክኸውን ይኽእል ንኣብነት ሃርድ ዲስክ ናትኩም ፌይል ገይሩ ክኸውን ይኽእል ወይ ካልእ ጸገማት ኣጓኒፍዋ ክኸውን ስለ ዝኽእል ብዝተኻለ መጠን ናብ ቴክኒሽያን ወሲድኩም ጥራይኹም ከተዕርዋ ክትክእሉ ዘለኩም ወይ ንብረት ክትቅይሩላ ክትክእሉ ኣለኩም ማለት እዩ ጌርኩም ግን እንድሕር ደኣ ብድሕሪኡ ካብቲ ሴፍ ሞድ እትወፁ ማለት እዩ እታ ኮምፒውተርኩም ከም ኖርማሊ ሪስታርት ትገብሩዋ ማለት እዩ ብዘይ ሴፍ ሞድ ሪስታርት ትገብሩዋ እሞኒ ኩሉ እንድሕር ደኣ ፅቡቅ ክሰርሕ ጀሚራ እቲ ሽግርኩም ተፈትሑ ኣሎ ማለት እዩ ድሕርዳ ፅቡቅ ክሰርሕ ተጀሚራ ግን ዝሓሸ ወይ ስካን ወይ ሰርች ትገብሩ ብዛዕባ እቲ ፀገም ወይ ድማ ናብ ቴክኒሻን ወሲድኩም ተርእይዋ ማለት እዩ ነታ ኮምፒውተር ሕራይ እምበኣር ናይ ሎሚ ኣዝያ ኣገዳሲት ትምህርቲ ዝበልኩ ኣያ ቀሪበልኩም ነይረ ካብዛ ቪድዮ ኣገዳሲ ሓበሬታ ረኺብኩም ክትኮኑ ተስፋ ገብር ድሕር ድኣ ኣገዳሲ ሓበሬታ ረኺብኩም ላይክ ምግባር ኣይትብቀቑ ከምኡውን ሼር ግበርዋ ብቐጻሊ ንንዝርግሖም ቪድዮታት ንምክትታል ሳብስክራይብ ግበሩ ስለዝተኸታተልኩምና ኣዝና ኢና ነመስግን ኣብ ዝቕጽል ክሳብ ንራኸብ ሰሰናዩ